ሰላም ተኸታተልቲ መደብ ማህሌት ፕሮ ከመይ ቀኒኹም ሰላም ቀኒኹም ክትኮኑ ተስፋ ይገብር እምበኣር ሎማዓንቲ እታ ክላስ ብዛዕባ ፕረዘንቴሽን ክንመሃር ኢና ማለት እዩ ከመይ ጌርና ፕረዘንቴሽን ነዳሉ እንታይ ዓይነት ሶፍትዌር ተጠቒምና ፕረዘንቴሽን ነዳሉ ሒዘልኩም መፅየ ኣለኹ ከምዚ ትሪእዎ ዘለኹም ሕጂ ኣብ ኢመይለይ እየ ዘለኹ ኣብ ድራይቭ እየ ደለኹ ማለት እዩ ብኢመይል ኣትየ ኣብ ድራይቭ እየ ደለኹ ማለት እዩ ሓንቲ ፎልደር ከዓ ፕሬዘንቴሽን ቱቶሪያል ዝትብል ፎልደር ከዓ ሰሪሐ ኣለኹ ንዓ ክሊክ ገይረ ክኸፍታ እየ ወላ ሓንቲ የብላን ውሽጣ ነፃ እያ ዘላ ሕጂ ሓንቲ ፕሬዘንቴሽን ክንሰርሕ ክንጅምር ኢና ማለት እዩ ከምቲ ኣቐዲምና ተማሃርናዮ ጉግል ዶክስ ዎርድ እዩ ማለት እዩ ከም ዎርድ ናይ ኣብ ጉግል ዎርድ እዩ ማለት እዩ ጉግል ሺትስ ከዓ ኤክሰል እዩ ጉግል ስላይድስ ከዓ ፕሬዘንቴሽን ፓወር ፖይንት እዩ ማለት እዩ ከምቲ ብ ኣብ ማይክሮሶፍት ፓወር ፖይንት ንብሎ ኣብ ጉግል ከኣ ጉግል ስላይድስ ንብሎ ማለት እዩ ሕጂ ሓደ ዓይነት ሶፍትዌር ኮይኖም ግን ናይ ክልተ ካምፓኒ ስለ ዝኾኑ ጥራሕ እዮም በበይኑ ሽሞም ኮይኑ ዘሎ ማለት እዩ እዚኦም ብምልኦም ናይ ጉግል ስለ ዝኾኑ ተፈለየ ሽም ሂቦም ኣሎ ሂቦሞም ኣለዉ ናይ ማይክሮሶፍት ከኣ ዎርድ ኤክሰል ፓወር ፖይንት ፎርምስ እንዳበሉ ይኸዱ ማለት እዩ ስለዚ ኣብ ጉግል ኣቲና ስለ ንመሃር ዘለና ጉግል ስላይድስ ጌርና ፕሬዘንቴሽን ክንሰርሕ ኢና ማለት እዩ ሽዑ ኣብዚኣ ኣቲና ብላንክ ፕረዘንተሽን ንኸፍት። ሕጂ ከም እንርእዮ ዘለና ተኸፊታትለይ ኣላ ማለት እዩ። እዚኣ ብላንክ እያ ማለት እዩ። ኩሉ ግዜ ክንርስዓ ዘይብልና ብሽም ክንጅምር ክንክእል ኣለና ማለት እዩ። ሎማዓንቲ እንታይ ኢና ክንምሃር? Introduction to Introduction to Google Slides ወይ ድማ ፕረዘንተሽን እሺ ሕጂ ከም ንሪኦ ዘለና ነፃ ኣምፅኣትለይ ማለት እዩ ሓንቲ ፔጅ ዘላታ ፕረዘንቴሽን ኣምፅኣትለይ ኣላ ማለት እዩ ስለዚ ኣብዚ ከዓ ከም ትሪእዎ ዘለኹም ኣብዚ ጎኒ ከዓ ዝተፈላለየ ምርጫ ከዓ ኣለኒ ማለት እዩ ነዛ ፔጅ እዚኣ ሲ ከም ዘላታ ፃዕዳ ክወስዳ ይኽእል እየ ማለት እዩ ካሊእ ሕብሪ ከዓ ክቕይረላ ይኽእል እየ ማለት እዩ ሕጂ እዚ ብላዕሊ ዘሎ ከም ትሪእዎ ዘለኹም ከኣ ብምሉኡ ልክዕ ከምቲ ኣብ ዎርድን ኣብ ኤክሰልን ዘሎ ዓይነት ኦፕሽን ኮምኡ እዩ ዘሎ ብምሉኡ ማለት እዩ ኦከይ ክላሳት እንዳቐጸልና ክንከይድ ከለና በብቑሩብ ክንሪኦ ኢና ማለት እዩ ስለዚ ሕጂ ኒሽ ፕረዘንቴሽን ንምስራሕ ካብዞም ኣብ ዘሎ ቲምስ ንምረጽ ማለት እዩ እዚ ቲምስ ምናልባት ደይ ክመጽእ ክእል እዩ ሓንሳብ ካንስል ክገብረ እንድሕር ከምዚኣ ኢላ መጽያትልኩም እንታይ ክትገብሩ ትኽእሉ ኢኹም ናብዚኣ መጺኹም Theme ትብሉዋ እተን Themes ከኣ ይመጻ ማለት እዩ ስለዚ ካብዚኤን መሪጽኩም ከኣ ሓንቲ ክትሰርሑ ትኽእሉ ኢኹም ማለት እዩ ዋላ ከይመረጽኩም ከኣ በዚ Default ዝበሃል በቲ መጀመርታ ዝመጸልና ብኡ ከኣ ክንቅጽል ንኽእል ኢና ማለት እዩ ኦኬ ንሕጂ እዚኣ መሪጽና ዋላ እዚኣ ንስራሕ ማለት እዩ ክሊክ ታይትል ትብል ዘላ እዚኣ መሪጽና ሕጂ ሕጂ እታ ቀዳመይቲ ስላይድ እዚኣ እያ ማለት እዩ ፕረዘንቴሽን ሕጂ ሓንቲ ሕፅር ዝበለት ቱቶሪያል ክንሰርሕ ኢና ማለት እዩ ኦኬ ሕጂ ኔክስት ስላይድ ክብላ እየ ኔክስት ስላይድ ክብላ ተኮይኑ ሕጂ ፕላስ ብላ ኩሉ ግዜ ማለት እዩ ካልኣይቲ ፔጅ እንድሕር ደልየ ኣለኹ እዚኣ መለያ በቃ እዚአን ጥራሕ ክፅሕፈላ ደልየ ዘለኹ ካልኣይቲ እንድሕር ደልየ ኩሉ ግዜ እንታይ ይብላ ፕላስ ብላ ማለት እዩ ኣብዚኣ መፅእ ክሊክ እንድሕር ሃሪመ ሪኢኹማ ትውስኸለ ማለት እዩ ሕጂ ተሪኢኹማ እቲ መፅሓፍን እቲ ዝኾነ ነገር መበልን እንዳተፈላለየ ይመፅእ ማለት እዩ ኩሉ ግዜ ዲፈረንት ዲፈረንት ስታይልስ እያ ትህበካ ልክዕ ከምዚኣ እንድሕር ደሊኻ ነዚኣ ከምዛ ዘላታ ነዚኣ ክሊክ ገይረ ኮንትሮል ሲ ገይረ ኣብዚኣ መፅየ ኮንትሮል ቪ ክገብር እኽእል እየ ያ እጂ ክልቲኤን ሓደ ዓይነት መፅየን ማለት እዩ ሕጂ እዛ ቀዳመይቲ ፅሒፈላ እየ እዛ ካልኣይቲ ሌላ ምስ ኤርትራ ንበላ ሕጂ ሌላ ምስ ኤርትራ ብዛዕባ ናይ ኤርትራ ሰለስተ ኣርባዕተ ሰለስተ ኣርባዕተ ስላይድስ ክሰርሐ ማለት እዩ ሰለስተ ኣርባዕተ ፔጅ ዘለዎ ፕሬዘንቴሽን ስላይድስ እዩ ማለት እዩ ሕጂ ሌራ ምስ ኤርትራ ገይረ ሕጂ ከም ዝሪእዎ ግን ትፅሕፈት ኣብ ሓደ ፀግዒ ተፀጊዐ ዘሎ እዚ ከፀጉ ማእኸል ክገብሮ እንድሕር ኮይነ ኩሉ ግዜ ምርፅ ኣቢለ ነዚ እንታይ ይመፅእ እንታይ ይገብር ኣብዚ መፅኤ ኣብዚ ዘሎ እቲ ኤክስትራስ ትሪእዎ ኣለኹም ኣብዚ ስለ ዝመለእ እቲ ኣይኮንስ ኣብዚ ስመል ስለ ዝመለእ በዚኤን ስሪ ዶትስ ሓቢኦሞ ኣለዉ እቲ ካልእ ማለት እዩ ሞር ትብል ኣላ እዚኣ ትሪእዋ ኣለኹም ነዚኣ ክሊክ ጌርኩም ኩሉ ግዜ ሞር ኦፕሽንስ ክትረኽቡ ትኽእሉ ኢኹም ማለት እዩ ሸው ኣብዚኣ ክሊክ ጌርኩም ነዛ ማእኸል ዘላ ክሊክ ትገብሩዋ ማለት እዩ ፎንት ከዓ ንእሽለይ ንእሹ ስለ ዘሎ ክንዕብየ ኢና ማለት እዩ ፎንት ከዓ ክውስኸለ ዕስራን ኣርባዕተን ኣሎ ቁሩብ ክውስኸለ ሰላሳን ሽዱሽተን ኣርባዓ ይኣክል እዩ ኦኬ ፅቡቅ ሌላ ምስ ኤርትራ ኢልና ጌርና ሕጂ ኣብዚኣ ሕጅስ እንታይ ተገበርና ይሓሽ ናይ ኤርትራ ስእሊ እንተእተና ፅቡቅ ነይሩ ከመይ ጌርና ስእሊ ነእቱ ናብ ፕረዘንቴሽን ሕጂ ምስ ዋይፋይ ኮኔክትድ እንድሕር ኮይና ኣለና ወይ እውን ኢንተርነት ዘለዎ ኮምፒውተር እንድሕር ሒዝና ኣለና ኮይና ኩሉ ግዜ ኢንሰርት ንብላ ኢንሰርት ምስ በልናያ ኢሜጅ ንብላ ኢሜጅ ምስ በልናያ ምርጫ ተምፀልና ሰርች ጌርካ ዲኻ ከተምፅኦ ትደሊ ነቲ ስእሊ ወይ እውን ኣብ ኮምፒውተርካ ኢኻ ሴቭ ጌርካዮ ዘለኻ ኣቐዲምኩም ዳውንሎድ ዝገበርኩሞ እንድሕር ኣሎ ኮይኑ ነዚኣ ትመርፅዋ እንድሕር ዳውንሎድ ዝገበርኩሞ ዘየለ ኮይኑ ሰርች ጌርኩም ከተምጽዎ ትደልዩ ተኮይኑ ከኣ ኣብዚኣ ክሊክ ትገብሩዋ እዛ ኣቀዲምና ኣብ ዎርድ ተማሂርናያ ኔርና ኢና እዚኤን እንድሕር ረሲዕኩመን ኩንኩም ናብተን ናይ ዎርድ ቪድዮስ ተመሊስኩም ንዐን ክትሪእዎም ክትሪእወን ይምሕጸነኩም ማለት እዩ ሕጂ ነዚኣ ዳውንሎድ ዝገበርኩዎ ስለ ዘየለ ነዚኣ ክሊክ ክገብራያ ማለት እዩ ክሊክ ጌረ ነዚኣ ከፍታ ኣብዚኣ መጽኤ እንታይ ክብላ Eritrean map

ጥራሕ ነቲ ቦታ ትኣኽለኒ ጌረ ምንኣሽ ማለት እዩ ብኩርናዕ ሒዘ ኩሉ ግዜ በዛ ኩርናዕ ሒዘ ኣረው ምስ ኮነት ማለት እዩ ስሒበ ከምዚኣ ጌረ ከንድሻን ከዕብያ ንኽእል እየ ሕጂ እዚ ቴክስት መጽሓፍ ብድሕሪት ዘሎ ትሪእዎ ኣለኹም እዚ ማዕረ ኣይኮንኩን ክገብራ ዘለኒ ኣየድልየንን እዩ ሕጂ እውን ዋላ ሓደ ስለ ዘይጽሕፈሉ ማለት እዩ ዋላ ሓደ ትርጉም የብሉን ንዓይ ከምዚኣ ገረ ክሊክ ገብራ ብምሉእ ሰማያዊ ምስ ኮነ ማለት እዩ ከም ትሪኦ ዘለኹም ሰሌክትድ ምስ ኮነ ወይ እውን ዘን ኩርናዕ ክረኣያኹም ምስ ጀመራ ባክስፔስ ጌርኩም ዲሊት ትብልዎ ማለት እዩ ወይ ከኣ ዲሊት ወይ ባክስፔስ ሃሪምኩም ተጥፍዎ ማለት እዩ ኣየድልየንን'ዩ ጠፊኡ ኣሎ ነዛ ስእሊ ሕጂ ማእከል ከቐምጣ ደልየ ኣለኹ ክሊክ ጌረ ሰሌክት ይገብራ ሕጂ ሰሌክት ምስ ገበርክዋ ማእከል ከምዚኣ ጌረ የቐምጣ ማለት እዩ እንድሕር ማእከል በዝን በዝን ማዕረ ድዩ ኣይኮነን ዘሎ እንድሕር ደይፈለጥኩም ከኣ ጸገም የለን ክሊክ ትገብርዋ ኣሬንጅ ኢልኩም እንታይ ትብልዋ ሰንተር ትብልዋ ሆሪዞንታሊ ሆሪዞንታሊ ሰንተር ግበረልና ብየማንን ብጸጋምን ማዕረ ግበር እየ ንብላ ኣለና ማለት እዩ ክሊክ እንድሕር ጌርናያ ርኢኹማ ማዕረ ጌራታ ኣብ ሰንተር ኣላ ማለት እዩ ምዕባያ እውን ጽቡቕ ኣላ ኦኬ ኢልና ንሕለፋ ሕጂ ካርታ ኤርትራ የእቲና ኣለና ማለት እዩ ሕጂ ከዓ ዞባታት ኤርትራ ዘለዎ ካርታ ከነእቱ ኢና ማለት እዩ ሽዑ ንዞባታት ሰሌክት ንግበሮ ሓንቲ ወይ ክንደይ ጌርናዮ ነርና ትዝክሩ ትኾንኩም ኣርባዓ እዩ ነይሩ ስለዚ ኩሉ ግዜ ኣብዚ ሊስታ እንድሕር ዘይመፂልና ኣርባዓ ኢልና ክንፅሕፎ ንኽእል ኢና ኢንተር ንብላ ሰንተር ክንገብሮ ስለ ዘለና ሰሌክት ጌርና ንዑ ነዚኣ ሞር ትብ ዘላ ክሊክ ጌርና ሰንተር ክንገብሮ ንኽእል ኢና ንሕጂ እዚ ስለ ዘየድልየና ከነጥፍኦ ኢና ቦታ ይሕዘልና ስለ ዘሎ ካንስል ክብሎ'የ ክዓብየልና መታን ማለት እዩ ድሾ ዞባታት ኣብዚኣ ሕጂ ስእሊ ከእቱ ደልየ ኣለኹ ነዚ ደሓን ነጥፍኣዮ ኣየድልየናን እዩ ኩሉ ግዜ ሰሌክት ጌርኩም ተጥፍእዎ ማለት እዩ ክመልሶ'የ ሕጂ ከምዚኣ ኢላ ጸኒሓ ኩሉ ግዜ ኣብቲ ላይን ማለት እዩ ክሊክ ትገብሩ ተመሪጹ ስለ ዘሎ እዘን ኩርናዕ ምስ ረኣኹወን ምስ ረኣኹመን ተመሪጹ ኣሎ ማለት እዩ። ባክ ስፔስ ጌርኩም ከኣ ዲሊት ትብልዎ ማለት እዩ። ሕጂ ሽዱሽተ ዞባታት ሽዱሽተ ዞባታት ኣለዋና ዞባታት ዘለዎ ስእሊ ከምጽእ ደልየ ኣለኹ ማለት እዩ። ኢንሰርት ክብላ እየ ኣብ ኮምፒተረይ ስለ ዘይብለይ ናብ ኢንተርነት ክኣትው እየ ናብ ኢንተርነት በዚ ከተእትወኒ እያ እንታይ ክብላ እየ ሕጂ ኤሪትሪያ ፕሮቪንስ ማፕ ሕጂ እንታይ ክብላ እየ ኤሪትሪያ ፕሮቪንስ ማፕ ክብለ ዞባታት ዘለዎ ስእሊ ኣምጺኣትለይ ኣላ ማለት እዩ። ሓንቲ ካብኣን ከኣ ክመርጽ እያ ማለት እዩ። እኒኣ ደሓን እዚኣ መፅያትልና ዘላ ዞባታት ዘለዋ ክሊክ ጌርና እንተኾነ ማለት እዩ። እዚ ክትጽሕፉ ከለኹም ሕጂ ዝኾነ ዓይነት ኪወርድ ክትጽውዑ ትኽእሉ ኢኹም። ፕሮቪንሻል ማፕ ክትብሉዋ ትኽእሉ ኢኹም፣ ፕሮቪንስ ማፕ ክትብሉዋ ትኽእሉ ኢኹም፣ ዝኾነ ማለት እዩ። ኩሉ ግዜ ከም ዝኾነ ነገር ዝተምጸልኩም እያ ማለት እዩ። ስለዚ እዚኣ ኣምጺኣትልና ኣላ። ኢንሰርት ኢለ ክሊክ ክገብረ። ክሊክ ምስ ገበርኩዋ ኢንሰርት ጌራትለይ ኣላ ናብዚኣ መጽየ ሰንተር ክገብራ ክፍትን እየ ግን ሹር ስለ ዘይኮንኩ ኩሉ ግዜ ጽቡቅ ጌሩ ሰንተር ክኮነልና ፕሮፌሽናል እዩ ማለት እዩ ናብታ ኣሬንጅ ትብል ዘላ መጺኹም ሰንተር ኦን ፔጅ ትብሉዋ ሰንተር ኦን ፔጅ ምስ በልኩማ ሆሪዘንታል ዲዩ ቨርቲካል ትብለኩም ሆሪዘንታል ትብሉዋ ማለት ሕጂ ንየማንን ንጸጋምን ኢና ማዕረ ክኸውን ደሊና በዚ ግን ማዕረ ክኾን ኣይደለናዮ ከምኡ እንተልናያ ላዕሊ ክትከይድ እያ ነዚ ከዓ ክትዓብጥ እያ ኦኬ ሕጂ ሓንቲ ከዓ ሰሌክት ክሊክ ገብር እየ ማለት እዩ ኣዲለ ሳልሰይቲ ከኣ ክውስኸ ማለት እዩ ኣድቂረ ኣዲለ መሊሰ እንታይ ክብለ ትርከበሉ ቦታ ንበሎ ድሓን ሕጂ ወይ እውን ትርከበሉ ክፍለ ዓለም ክንብሎ ንኽእል ኢና ከምቲ ዓንት ወይ ዝገበርናዮ ኩሉ ሰሌክት ንገብሮ ኣርብዓ ንጽሕፍ ኣብዚ ኢንተር ንሃርም ኣርብዓ ይመጽእ ሰንተር ክንገብሮ ደሊና ኣለና ናዚኣ ክሊክ ንገብራ ኦ ይቕሬታ ነው ኣብዚኣ መጺና ክሊክ ንገብር እዚኣ ከዓ ሰንተር ኮይና ኣላ ማለት እዩ ኣብዚኣ ስእሊ ክነእቱ ደሊና ኣለና እዛ የድልየናን እዩ ካንስል ንብሎ ኢንሰርት ኢለ ኢሜጅ ክብላ እየ ድሓር ሰርች ፍሮም ደ ዌብ ክብላ እየ ሕጂ ክሊክ ጌረ እዚኣ ከምጻያ ማለት ሕጂ ኤርትራ ፕሮቪንሻል ማፕ ኢለ ዓንተወይ ሰርች ጌረዮ ዝነበርኩ ኣጋጣሚ ተድልየኒ ስለ ብኣ ስለ ዝረኸብኩ ክሊክ ጌረ የምጽኣ ኣለኹ ማለት እዩ ተዘይ ኮይኑ ግን ኤርትራ ኢን ኣፍሪካ ኢለ ከምዚ ጌረ ክሊክ ጌረ ከምጽኣ ይኽእል እየ ማለት እዩ መጽያትለይ ኣላ ነታ ስእሊ ሰሌክት ይገብራ ሰሌክት ገይረ ከኣ ኣሬንጅ ክብላ እየ ሆሪዞንታል እየ ደልየ ዘለኹ በዝን በዝን ማዕራ ክትገብረለይ እየ ደልየ ከምዚ ይገብራ ማለት እዩ ሕጂ ከምዚ ጌርና ፕረዘንቴሽን ክንሰርሕ ንኽእል ኢና ማለት እዩ እዚኣ መእተዊት እያ ማለት እዩ ንኣብነት እያ ማለት እዩ ኩሉ ግዜ እቲ ዝሰራሕናዮ ኣብ ዓቢ ስክሪን ከመይ ይመጽእ ወይ ከኣ ኣብ ፉል ስክሪን ከመይ ይመጽእ ክንሪኦ እንድሕር ደሊና ከኣ ኩሉ ግዜ እንታይ ክንብላ ንኽእል ኢና ማለት እዩ ኣብዚኣ መጺና ፕረዘንት ንብላ ማለት እዩ ፕረዘንት ምስ በልናያ ክሊክ ምስ ገበርናያ ፉል ስክሪን ይመጽእ ማለት እዩ ፉል ስክሪን ይመጽእ ከምዚ ኢሉ ኣብዚ ከኣ ኮንትሮልስ ኣለና ማለት እዩ ከመይ ጌርና ንቆጻጸሮ ማለት እዩ Next Next እንዳበልና ክንቆጻጸሮ ንኽእል ኢና ማለት እዩ። ትርእይዎ ኣለኹም ሕጂ ነዚኣ ክሊክ ምስ ገበርክዋ ክንደይ ስላይድስ ኣር ከም ዘለዋኒ ተርእየኒ ኣላ ማለት እዩ። ወይ በቲ ኣብ ኪቦርድና ዘሎ ኣሮው ክሊክ እንዳገበርና ክንከይድ ንኽእል ኢና ወይ ከኣ ነቲ ስክሪን መጺና ስኢልና ሓንት ኣብ ዝኾነ ማለት እዩ ክሊክ እንድሕር ጌርናያ ናብ Next እዩ ዝኸይድ ባዕሉ ማለት እዩ። ሌላ ምስ ኤርትራ ይብል ኣሎ። ሽዱሽተ ዞባታት። እትርከበሉ ክፍለ ዓለም ከኣ ኣብ ኣፍሪቃ ኮይኑ ኣብ ምብራቅ ኣፍሪቃ ማለት እዩ ከምዚ እንዳ ገበርና ሕጂ ብዛዕባ ዝኮነ ፕረዘንተሽን ክንሰርሕ ንክእል ኢና ማለት እዩ እዚኤን ሕጂ ዝራእኩሞን ብ ብውሑድ ክሊክስ ዊዝኢን ኣብ ውሽጢ ሸሞንተ ትሽዓተ ደቂቅ ኢና ሰሪሕናዮ ዘለና ማለት እዩ ከምዚ ጌርና ክንሰርሕ ንክእል ኢና ማለት እዩ ስእልታት ከኣ ካብ ኢንተርነት እንዳ ኣተና ማለት እዩ ስለዚ እዚኣ ናይ መጀመርታ ክላስ እያ ኢንትሮዳክሽን እያ ንጥቀመላ ዘለና ማለት እዩ ርድእቲ ኔራ ክትከውን ተስፋ ይገብር ንሎማዓንቲ ሒዘልኩም መጽሔት ዝነበርኩ ትምህርቲ እዚኣ እያ። ርእይቶ፣ ሕቶ፣ ከምኡውን ሃናጺ ነቐፌታ እንድሕር ኣሎ ኮይኑ ብኢመይል ማህሌት ዶት ኢድዩ ኣት ጂመይል ዶት ኮም ርኸቡና። ሓቢርና ክንሰርሕ ድልዋት ኣለና። ኣብ ካሊእ መዓልቲ ብኻሊእ ትምህርቲ ኣብ ካሊእ እዋን ብኻሊእ ትምህርቲ ክሳብ ንራኸብ ሰናይ ቅነ። ቻው።